Hello ዝኸበርክን ኣሕዋተይ ከመይ ቀኒኽን ድሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቅ ኣለኹ ንስኽን ከኣ ጽቡቅ ክትብልዋ ተስፋ እገብር ሎማዕንቲ ከኣ ብካልእ ቪድዮ መጺኤክን ኣለኹ እንጆይ ክገብርኦ ተስፋ እገብር ሓደሽቲ እንድሕር ኮንክን መጀመርያኽን እንድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኹንኦ ከለኽን ሳብስክራይብ ግበራ እተን መብዛሕትኽን ናተይ ቪድዮ ትሪኦኦ ሳብስክራይብ ኣይገበርክንን ሶ እንዳረኣኽንኦ ከለኽን ሕጂ ሳብስክራይብ ግበራ እተን ኩሉ ግዜ ፖስት ክገብር ከለኹ ላይክ ትገብራለይ ኮመንት ትገብራለይ ኣሕዋተይ ከዓ ብጣዕሚ እየ ደመስግነክን የቀንየለይ ሎማዓንቲ ከዓ ዌልነስ ሒዝና መፅ ሒዘ መፅየ ኣለኹ ኣነ ተተሓሒዘ እየ ካብዚ ሓድሽ ዓመት ፍላይ ነጊረክን እየ ኩሉ ግዜ እየ ጅም ዝኸይድ ዘለኹ ማለት እዩ ኣትሊስ ኣብ ሰሙን ሰለስተ ግዜ ኣርባዕተ ግዜ ከይድ ኣለኹ በቃ ፅቡቅ ፅቡቅ ነገር እገብር ኣለኹ ከምቲ ኩሉ ግዜ ትፈልጦ ስኪን ኬር ገለመለ ካብ ቀደመይ ብዙሕ ገይረ ማለት እዩ ስኪን ኬር ሳንስክሪን ገለ ከምቲ ኩሉ ግዜ ዝብለክን ዝገብራለክን ዝብለክን ኩሉ ግዜ ድገብር ማለት እዩ ጨጉርና ዘይቲ ክንልከ ኣለና ኩሉ ግዜ ዘይቲ እንድሕር ደይትፈትዎ ኮንክን ልኻይ ልኻይ እንድሕር ደይትፈትዎ ኮንክን ዘይቲ ሓዋዊስና ቅድሚ ሕጂ ኣርእየክን ነይረ ኣብ ናተይ ዩቱብ ኣሎ ነዊሕ ገይሩ ግን ካልእ ከዓ ክገብረልክን እየ ኩሉ ግዜ እንዳበልኩ ክስታይ እንዳረሳዕኹዎ ቢዚ ከዓ ስለ ዝኾንኩ ኣብ ሰሙን ክልተ ገለ ቪድዮ ሓደ ክልተ እየ ክገብር ጥዕመኒ መብዛሕትኡ ግዜ ምስ ቆልዑት ገለ ስለ ዘይጥዕመኒ ማለት እዩ ግን ክገብረልክን እየ በብሓደ ተንትብላ ንኩሉ ከምዚ ግበርልና ከምዚ ግበርልና ትብላኒ በቃ ብጣዕሚ ንግዜ ክስታይ እንዳግበርኩ ክገብረልክን እየ ክገብረልክን እየ ማለት እዩ ኩሉ ግዜ ኣነ ሕጂ ዘይቲ ካብ መጠን ንላዕሊ እየ ጨጉሪ ዝልከ ብርእስና ክንጅምር ማለት እዩ ኩሉ ግዜ ጨጉሪ ብጣዕሚ ሕውስውስ ኣቢለ ሓደ ሸውዓተ ዓይነት ገለ ዘይቲ ከምዚ ገይረ ጨጉሪ ጭዕጭዕ ደብሎ ኩሉ ግዜ ነግረክን እየ ጨጉረይ ባዕለይ እየ ብገዛ ዝሰርሖ ኮይነ በቃ ባዕለይ ከምቲ ደርኣኹኽን ገይረ ባዕለይ ሰርሖ ማለት እዩ ባዕለይ ቴኬር ዝገብሮ ጨጉረይ ከምቲ ኩሉ ግዜ ዝብለክን ከዓ ንቦታ ስኢኽን ቫይታሚን ሲ ክንገብር ኣለና ኣርእየክን ነይረ ቅድሚ ሕጂ ቫይታሚን ሲ ሞይስቸራይዘር ድሓር ሳንስክሪን ሰለስተ እዩ ማለት እዩ መጀመርያ ቫይታሚን ሲ ንገብር ማለት እዩ ምስ ተሓፀብና ገፅና ቫይታሚን ሲ ንገብር ድሕር ደይረኸብኩና ቪድዮ ኣለኽን ሓደሽ ድሕር ኮንክን ገብረልክን ንኽእል እየ ከመይ ከመይ ገይረ ቅድሚ ሕጂ ግን ኣርእየክን ነይረ መጀመርያ ቫይታሚን ሲ ንገብር ማለት እዩ ቫይታሚን ሲ ነዚ ገጽና ብራይት ይገብሮ ማለት እዩ። ብድሕሪኡ ሞይስቸራይዘር ንገብር። ሞይስቸራይዘር ምስ ገበርና ከኣኒ ሳልሳይ ከኣ ሳንስክሪን። ሳንስክሪን ናይ ግድን ክንገብር ኣለና። ድሕሪ ሜክኣፕ ዘይገበርና ኣብ ክልተ ሰዓት ኣብ ክልተ ሰዓት ክንገብር ኣለና እዩ ዝብል። ኣነ እቲ ናይ ትሬደር ጆው ድፈትዎ ሳንስክሪን ኣሎ ኩሉ ግዜ ዝጥቀመሉ ወላ ካልእ ገዜ ተመሊሰ ናብኡ እየ ድመጽእ ማለት እዩ። እዚ ናይ ጨጉሪ ከኣኒ እቲ ዘይቲ ከኣኒ እቲ ናይትረይ ደረጃኡ እቲ ሳንስክሪን ካብኡ ገዝኦ እቲ ዘይቲ ከዓኒ ሆሆባ ኦይልን ቫይታሚን ኢን ከዓ ኣብ ትረይ ደረጃ ኣለክን ንኣሽቱ ጥርሙዝ ድመስላ ማለት እዩ እሱ ከዓኒ ኣብኡ ድሕሪ ከይትክን ኣብኡ ኣለክን ፒክ ግበርኦ ማለት እዩ ማይ ከዓ ካብ መጠን ንላዕሊ ኣነ ማይ ድሰቲ እዚ ሕጂ መተባብዕ በቃ እዚ ከምዚ ንሕር ኣለክን እዚ ኩቡር ኣለዎ ኣማዘን ኣብ ታርጌት ገለ ከዓ ካብኡ ሕስር ዝበለ ኣሎ ናይ ግድን ኣይኮነን ከምቲ ክገዝኣ ግን ይተባባዓካ ዝሒ ድሕር ኣሎ ከይተረዳእካ ካብ መጠን ንላዕሊ ብዙሕ ማይ ኢኻ ትሰቲ ማለት እዩ ሕጂ እዚ ሙሉ መዓልቲ ምሳይ ድውዕል ንሆ ቫይታሚንና ከዓ ክንወስድ ኣለና ቫይታሚን ከዓ ኣትሊስ ሓንቲ ካልእ ማልእ ንዶክተር ከምቲ ዝበልክን ሓቲትክን ክስታይ ክገብራ ትኽእላ ኢኽን ዋንሰደይ ውመንስ ቫይታሚን ግን ኩላህና ክንወስድ ኣለና እየ ዝብል ካልእ ከኣ እዚ ናይ ኤክሰርሳይስ ከኣ እዚ ናይ ኤክሰርሳይስ እዚ ናይ እግሪ ከኣ ዝጠቅም ዶ ይመስለና ከኣኒ እዚ ኣብ እግሪ እእትየ ማለት እዩ ኣብዚ ገዛ ኣብ ጅም ኮይነ ዝሰርሖ ኣለኒ ዝሰርሖ ኣሎ መብዛሕትኡ ግዜ ከኣ ኣብዚ ገዛ ከኣ ወላ መጎጎ እንዳሰንከትኩ ገለመለ ከኣ ብዙሕ እንጀራ እንዳሰንከትኩ ከኣኒ ብዙሕ ዓይነት ኤክሰርሳይስ ይገብር እየ ማለት እዩ ጠጠው ኢለ ከሉ ከኣ ኣብ ክሽነ ስቕ ኢለ ጠጠው ኣይበልኒ ከምስታት እንዳገበርኩ ክስታ ይገብር ማለት እዩ ጂም ከኣ ከይድ ድሓር ኣፕል ዋች ከኣ መብዛሕትና ኣለና ወላ ናይ ሳምሰን ገለ ማለት እዩ ኣነ ሕጂ ኣፕል ኣለኒ እቲ ሳምሰን ከኣ ኣለኒ ምክንያቱ ቴሌፎን ስለ ዝቐይርኳ ሕጂ ናይ ሳምሰንግ እየ ዝገብር ዘለኹ ጓለይ ትገብራ ኣላ ማለት እዩ እታ ናይ ክስታይ ብኡ ሕጂ ኣነ ሓሙሽተ ሚእቲ ካሎሪ ኣብ መዓልቲ የጥፍእ ኮንዲ ዝድለ በቃ ሙሉ መዓልቲ በቃ ኣክቲቭ ኮይነ ውዕል ማለት እዩ። ሓሙሽተ ሚእቲ ካሎሪስ በቃ ክንዲ እዩ ዝድለ ማለት እዩ። እቲ ዋካእን ሸሞንተ ሽሕ ሽዱሽተ ሽሕ ክስታይ ስቴፕስ እዩ ዘድሊ ሓደ ሓደ ግዜ ዓሰርተ ሰለስተ ሽሕ ገለ የትገብር ማለት እዩ። እንደገና ኣብ ወርሒ ገለ ከዓኒ ፅቡቅ ገይረ ከዓ ዲቶክስ ከዓኒ ይገብር ማለት እዩ ዲቶክስ ሕጂ በቲ ኣፕል ሳይደር ቪነገር ገለ ጌርካ ከይበልዓኹ ዝስተ ጥራሕ ጌርካ ማለት እዩ ነብስኻ ክሊን ትገብሮ ማለት እዩ ከምኡ እንዳገበርኩ ብጣዕሚ ክስታይ ይገብር ብጣዕሚ እየ ነብሰይ ቴኬር ዝገብር ዘለኹ ሕጂ ማለት እዩ ቢዚ እየ ካብ መጠን ንላዕሊ ቢዚ እየ ግን በቃ ማዛ ክስታይ ጌርካ ማለት እዩ እዚ ግዜ ንእሽተይ እንዳሃብካ ማለት እዩ ንነብስና ከዓ ቴኬር ክንገብር ኣለና ጨጉርና ባዕልና ኣብ ገዛና ክንሰርሖ ኣለና ማለት እዩ እንዳ መሻጢት ኣነ ሕጂ ከይድ ነይረ ቀደም ግን እቲ ግዜ ትሕልፎ በቃ ኣብ ዕረፍትኻስ ሰለስተ ሰዓት ኣርባዕተ ሰዓትሲ ብጣዕሚ ከም ደይ ወሓጠለይ ማለት እዩ ብኸምኡ ኣብ ገዛይ ለሚደ ማለት እዩ ከምቲ ዝብለክን ኣብ ገዛይ ኮይነ እየ ጨጉረይ ዝገብሮ ማለት እዩ ቫይታሚነ ይወስድ ዋ ክገብር ኣትሊስት ከምቲ ኩሉ ግዜ ዝብለክን ኣብ ገዛና ኮይና ኣብቲ ብንዳራኣና መዓት ኤክሰርሳይስ ኣሎ ንእሽተይ ንእሽተይ ክስታይ ክንገብር ኣለና ማለት እዩ ውሽጥካ ፅቡቅ እዩ ዝስማዓካ ኤነርጂ ትረክብ እንድሕር ክኢልክን ክኣ ጂም ትኸዳ ማለት እዩ ንዓይ በዓል ቤተይ ኣብቲ ጂም ወሲዱ ማለት እዩ ምስ ከድኩ በቃ ምስ ተተሓሓዝኳ ኩሉ እቲ ገለመላ ኣብኡ ዘሎ ከመይ ጌርካ ከም ዝስራሕ ኩሉ በብሓደ ኣርእየኒ ማለት እዩ ሕጂ ፅቡቅ ገይረ ክኢለዮ መብዛሕትኡ ቅድሚ ትምህርቲ ሕጂ ደቀይ ትምህርቲ ቅሚ ምብፅሐይ ንጎ እንዳቋራረስኮ ከለኹ ገለ ኣብዚ ገዛ ኮይነ ንጎ ተስትኤ ከምዚ ደረቕ ኹን ኣይስትሮለር ገለ ገፀ ኤክስታ ይገብሮ ማለት እዩ ሞይስቸራይዘረይ ገለ ገብር ደቀይ እንዳቆረሳ ከለዋ እንዳ ወይ እንዳርኣኽዎ ከለኹ ዝኾነ ነገር ከዓኒ በቃ ሓደ ሓደ ኤክሰርሳይስ ገብር ማለት እዩ ዝበዝሐ ኣብ ገዛ ሰሪሐ የኸይድ ኣብኡ ከዓኒ እቲ ኣብ ገዛ ደይረኽቦ መሳርሒ ዘሎ ከዓኒ ኣብኡ ከይደ ከዓ ገብር ማለት እዩ ብሽክለታ ካብ መጠን ንላዕሊ እየ ብሽክለታ ካብ ቀደመይ ድፈቱ ነይረ እንደገና ከኣ ብሽክለታ ከኣ ኣብ ዝገብር እየ ማለት እዩ ኣብዚ ጂም ከኣኒ እዚ እግረይ በቃ ጽቡቅ ተሪር ኮይኑ ማለት እዩ ኣጸቢቀ ንምቅጣን ገለ ደይኮነስ ነብስኻ ከኣ ስጥም ይብል ማለት እዩ ጎዲለ እየ ኣጸቢቀ ጎዲለ እየ ግን ፕሮቲነይ እንዳወሰድኩ ከኣኒ ከምቲ ዝረኣኹኹን ፕሮቲን ፓውደር እንዳሰተኹ ሕጂ ጸም ስለ ዝኾነ ኣይገብሮን ግን እንቋቑሖ ክስታይ እንዳገበርኩ እንዳበልዓኹ ከዓኒ ብዙሕ መግቢ ገለ ክስታይ ኣይኮንኩን ቀትሪ ከማን ሕጂ ነዚ ፕሮቲን ክረክብ ኢለ እየ እምበር ካብ ንግሆ ሙሉእ መዓልቲ ከይበላዕኹ ዳርጋ ሰዓት ሰለስተ ገለ እየ መብዛሕትኡ ግዜ ዝውዕል ቀደም ሱቕ ኢለ ማለት ኣብ ዝኾነ ግዜ ዝበልዕ ነይረ ሎሚ ግን በቃ ኣይበልዕን እየ ማለት እዩ ናይ ንግሆ ግን ነዚ ፕሮቲን ክኾነኒ ኢለ ካብ ጅም ምስ መጻኹ እንቋቑሖ ገለ በልዕ ነይረ ሕጂ ግን ጾም ስለ ዝኾነ ዓደስ ከዓ ካብ መጠን ንላዕሊ ስለ ዝፈቱ ዓደስ በልዕ ማለት እዩ ዓደስ ብዙሕ ፕሮቲን ኣለዎ ሽሮ ከዓ ብጣዕሚ ብዙሕ ፕሮቲን ኣለዎ ከምቲ ንፈልጦ ማለት እዩ ብጣዕሚ እየ ዓደስ ትፈቱ ኩሉ ግዜ ትሰርሕ ብዙሕ ፕሮቲን ስለ ዘለዎ ከዓ ከምኡ ገብር ማለት እዩ ሰላጣ ገለ ጌርክን ኣቫካዶ ገለ ጌርክን ከምኡ ጌርና ንበልዕ ማለት እዩ ብጣዕሚ እዚ ናይ ፆም ደስ ዝብለካ ናይ ፆም ምግብታት ከምኡ ገብር ካብ መጠን ንላዕሊ ከዓ ማይ ከዓ ክንሰቲ ኣለና ምሸት ከዓኒ ክንድቅስ ኮለና ከዓኒ ከምቲ ኩሉ ግዜ ዝብለክን ሜክኣብ ድሕር ጌርና ከይተሓፀብና ዋላ ደሪዝናዮ ጥራሕ ክንድቅስ የብልናን ፅቡቅ ጌርና ሓፂብና ገፅና ከዓኒ ድሕር ገፅክን ፅቡቅ ክኸውን ደሊኽን ከዓኒ ጽቡቅ ጌርክን ገጽክን ሓጺብክን ከኣኒ ናይ ግድን ከምቲ ድበልኩክን ሓንቲ ሓደ ሓንቲ መሓዛይ ኣላ ባዝሊን በቃ ብጣዕሚ ድሰማማዓ ዋላ ባዝሊን ዝኾነ ዓይነት ነገር ድሰማማዓክን ናይ ግድን ኣይኮነን ብዙሕ ስኪን ኬር ገራ ክትገብራ ማለት እዩ ዝኾነ ነገር ንዓኽን ዝሰማምዓክን ወላ ኮኮናት ኦይል ዝሰማምዓክን ኣለዎ ኣሕዋተይ ማለት እዩ ንዓይ ዘይተሰማምዓኒ ባዝሊንን ኮኮናት ኦይልን እዩ እምበር ባዝሊን ገፀይን ኮኮናት ኦይልን ኣይሰማማዕንን እዩ ካልእ ግን እዚ ዘይትታት ዝብለኪ ዘለኹ ሕጂ ቫይታሚን ኢ ኦይል ገፀ ይገብር እየ ሆሆባ ኦይል ከዓ ገብር እየ ገፀ ማለት እዩ ዝኾነ ዋላ ኣሊቭ ኦይል ገፀ ገለ ከምታት ዝሰማማዕኒ እየ ገብር እየ ጨጉረይ ከዓኒ ዋላ ተመሽጥ እየ ለማዓንቲ ንፅባሒቱ እዚኣ ከምዚ ጌርካ ክስታይ ትገብሮ ኣለኒ ቅሚ ሕጂ ኣርእየኪ ነይረ ናይ ዘይቲ መስተይ ከምዚኣ ጌረ ካ ጭዕጭዕ ደብሎ ጨጉረይ ካብ መጠን ላዕሊ እየ ድፈቱ ዘይቲ ማለት እዩ ልኻይ ፈቱ እየ ኮምኢታት ጌርና እንድሕር ክስታይ ጌርናዮ ጽቡቅ ንኮን ማለት እዩ መጀመርያ መጀመርያ ግን ውሽጥና ከኣኒ ቫይታሚን እንድሕር እንዳበላዕና ሄልዚ ሄልዚ ዝኾነ ነገር ምሸት ከኣ ክንበልዕ ንሄልዚ ሄልዚ ዝኾነ ነገር ክንበልዕ ኣለና ምሸት ከኣኒ ክንበልዕ የብልና እንድሕር ሰዓት ሽዱሽተ ገለ ድሕሪ ሰዓት ሓሙሽተ ገለ ፍኹስ ዝበለ ፍሩት ገለ ተደይ ኮይኑ ኮሚታት ካልእ ማልእ ክንበልዕ የብልናን ማለት እዩ ንቡህ ተስኢና ከ ኣፕል ሳይደር ቪነገርን ለሚን ከ ጽሙቕ ኣቢልና ሓንቲ ግላስ ሰቲ እንድሕር ኣቢልና ወይ ንጎ እንድሕር ደሰተናዮ ከ ምሸት ክንድቅስ ኮሎን ከ ወላ ኣፍላሕ ኣቢልና ከ እንድሕር ሰቲናዮ ከኣኒ ጽቡቅ እዩ ንከብድኻ ማለት እዩ እዚ ዲቶክስ ክንገብር ኮለና ከ ዲቶክስ እቲ ከ ኣሎ ናይ ሻሂ ማለት እዩ ንዑ ፈሳሲ እንሰቲ ምስ ወዓልና ንዑ ሰቲና ምሸት ምስ ደቀስና ከ ንጎ ከብድና ሓጽጽ በብለና ማለት እዩ ውሽጥና ከ ሄን ዝትኾን ንኸውን ማለት እዩ ከርእየክን እየ እቲ ከመይ ጌርካ እቲ ዲቶክስ ከም ትሰርሖ ኣብ ካልእ ግዜ ቪድዮ ክሰርሕ ከለኹ ከርእየክን እየ ናይ ሎማዓንቲ ግን እዚኣ ትመስል ምክንያቱ ብዙሕ ኣሕዋተይ ስለ ትሓታኒ ኦ ከመይ ጌርክ ከም ዝተርክብሉ ከመይ ጌርክ ከምዚ ገለ ስለ ትብላኒ በቃ ከምሳት ጌረ ምስ ላይፍ ኣነ ካብ መጠን ንላዕሊ እየ ቢዚ ሓቂ ዘረባ ግን በቃ ከምኡ ገይረ ቫለንስ ገብሮ ማለት እዩ ትላይፍ እንድሕር ፅቡቅ ተሰሚዕና ኣነ ከዓ ፅቡቅ ገይረ ደቀይን ገዛይን ቴኬር ስለ ዝገብር በዓል ቤተይን በቃ ተክስታይ ስለ ንገብር እ፣ ዝገብር ማለት እዩ ንሕና ስለ ዝኾና ናይቲ ገዛና ክስታይ ንገብሮ ደቂ ኣንስትዮ ከምኡ ጌርክን ቴኬር ግበራ ዘን ኣሕዋተይ ብጣዕሚ እየ ዝፈትወክን ናይ ለማዓንቲ ቪድዮ እዚኣ ትመስል እንጆይ ጌርኩና ክትኮና ተስፋ ገብር ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኽበና